ድሕሪ ቅሩብ ሰሙናት ከኣ ሰማእታትና ንዝክረሉ ዕስራ ሰነ መዓልቲ ሰማእታት እዩሞ ካብቲ ብዙሕ ስርሓትካ ንኽብሪ እዚ ረዚን ዕለት ወይ ብደርፊ ወይ ብግጥሚ ወይ ድማ ብሞኖሎግ ናይዚ ማሕበራዊ ሚድያ ናብ ማሕበራዊ ሚድያ ክትዝርግሖ መደብ ኣሎ ዶ ወይ
ማሲ እቲ ትዕልት ረዚን ዕልል ሓቂ ዘረባ ብልክዕ ነዚ ዘይንኸውን ከ ኣይኮናን እቶም ብፆትና እቶም ኣያታትና ኣቦታትና ኣሕዋትና ኣሓትና ዕምበባ ዝወስዳ ክወልዳ ክዝምዳ ዝግበአን ምእንቲ መሬት እየን ከይደን ሕጂ ገለገለ ኣሎ ኣብ መድረኽ እውን ክንገብሮ ኢና ዓብ መድረኽ ኣሎ ኣብ ዞባ ማእከል ፊት ማርካቶ ብዙሓት ዓበይቲ ድምፃውያን ኣሎ ንዑ ዘዳለኹዋ ኣላ ብኣውድዮ ማለት እዩ ናወ እስማዓኩም።
እሺ ሓራይ። በዚ ኣጋጣሚ ከኣ ኣብ ዝተፈላለዩ ክፋላት ዓለም ዘለኹም ከኣ ነዚ መደብ እዚ ትከታተሉ ዘለኹም ነዚ ግጥሚ እዚ ኣብ መድረኽ እቶም ኣብ ኤርትራ ዝተወልዱ እቶም ኣብ ኣሜሪካ ኣብ ኤርትራ ከኣ ዘይተወልዱ ብሓፈሻ ንኹሎም ከኣ መልእኽተይ ክተብጽሑለይ

ኣልማዝን ልብን ኣብ ከርሱ ዝዓወት ሕፍስ ክትብሎ ርዝነቱ መንተሰፈታትን ዕምሪ ኣርባዕተ ወለዶታት ይንበር ዋሕስ ደም ያፅምት ብኳትማሊ ንእዘላውነት ክረሩ ቀዳማይ ቀዲሙ ዘይተመልሰ ወፊሩ

መሓዝ ሚዛን ፅንዓት እንተ ሓይልና ነቋምት ንሰማእታትና ጨዊታ ዝንብዓት ሕርያና ጨዊታ ዝንብዓት እቶም ምእንቲ መሬቶም ተምሃዋርያ ህዝቢ ፅድቂ መስዋእቶም እሞ ንሕናውን ንኩሉ ምንና ሕድሪ ሕድሕድና ዘይሰድ ስድሪ ንኽጽልምና ንድምቃስሮም ዝኾኑና ዓንድ ማእከል ቤቶም ብጃይ በጃኺኦም ህይወቶም ወ ዘይበጃይ በጃኻ እዮም

ብዙ ፍሮም ስቴርፈሩ ዋም ክንድቅስ ብዋም ዘይሓደሩ ብኹርን ሕሳስ ልደን ውጅን ወላድን ምርጣት ማታ ሽምዓት በረኽቲ ፀሓይ ኤርትራ እዮም ዘይሃሱ መብራህቲ ሕርያና ዘለኣለማዊ ክብርን ዝኽርን ንሰማእታትና! ዓወት ንሓፋሽ! ነዚ ዝመስል እቲ ዝገበርናዮ ግጥሚ ነቲ ዝተኸፍለ ዋጋ ነቲ ዝተኸፍለ ከቢድ ብቃላት ክትመን ዘይክእል ነገር ነቲ ዝተኸፍለ በጃ ኤርትራ በጃ ኩሉ ነገር ክትገልጾ ይትኽእል ናብ ሓፈሽኡ ግን ከም ሰብካ እስኪ ወረቐትን ፒሮን የላ ግቤ እንድሕር ኢልካ ከኣስ ክትሰግሮ ትደሊ እንተ ዕለት ክትብል ከኣ ትደሊ ንእሽተይ ተቲና ማለት እዩ ናይ ብሓቂ ተቲና ማይ ናስተኻ እዋ ማይ ሓቅኻ እስኪ ኣልግብ ኣቢልና ድማ ድርሰታት ፊልም እውን ኣለካ ኣብ ባህላውን ኣዝዮም ንነዊሕ ዝኸዱ ኣብ ዘመናዊ ቅዲ ኣነባብራ ዝዘንበሉን ሓጸርቲን ነዋሕትን ፊልምታት እውን ኣለዉ። እስኪ ከመይ እዮም? ስለምንታይ ኢና እስከ ሕጂኸ ዘይረኣናዮም እዚኦም? እቲ ፊልም ባጀት ዝሓተካ እዩ። እቲ ባጀት ገለ እዩ። ሕጂ ከማን ኣጋጣሚ ህልኽ ትብል ኣላ ምስ በዓል ኦቢ ዋላ ናትናኤል ገለ ገለ ንጽሕፍ ኣለና ነዊሕ ዝኸይድ ማለት እዩ። ገሚሳት ኣላ እታ ድርሰት መበጊሲያ ነዊሕ ክፋላት ከይዳ ንሶም ከኣ ክምላእና ተባሂልና እስኪ ብሓንሳብ ኮይንናኸ ባዕልና መዊልናስ ገለ ዘይንገብሮ ተባሂልና ንጀማምርናዮ ኣሎ እምበር ሓቅኺ ኢኺ ትጽሕፎሞ እቲ ባጀት ገለ ምስ ኮነ ስልካ ተቐምጦ ተቐምጦ ሓደ መዓልቲ ግን ገለ ግዜስ ክህልዎ ክኸውን እዩ።
ኣብዚ ኮሜዲ ከለና ከይወጻና ካብዚ ኮሜዲ ድማ ምስ ዕቋር ዘማሳስለካ ባህርያት ኣሎ እስኪ ብኡ ዘጋጠመካ ኣጋጣሚታት እንታይ ኣሎ እስካ ትነግረና። በዚ ኣጋጣሚ እዚ ሕጂ እንታይ እስኪ ሰብ በቲ ትዋስኦሲ ንስኻ ኮይኑ ይስማዕ ኣነን ናትካ ዕቋርን ባህሪ ሕጂ ብዙሕ ፍልልይ ኣለና ኣዎ ዕቋር ከምዚ ምዃን ዳኣ ኣበዮ በቃ ዝድብልዎ ገለ መለ ገለ እዩ ኣብኣ ከምኡ መሲልዎም ገሊኦም ሰባት ኣለዉ ሕጂ ብኣካል ገለ ብሉ ማለት እዩ ታንካታ ደርጋዮስ ከም ስለ ዝኾነት ገለ እቲ እቲ ካራክተርን እቲ ስኻ ትላበሶ እቲ ስኻ ዘለኻዮ እንታይ ዝበሃል በበይን እዩ

ካብቲ ዝተዋሳእናዮ ካብ ዝተዋሳእካዮ።
ጂጃ ናይ ወጊሑ ዝደረሳ ብቀዳማይ ምስ ዕንሹ ኮይና ኣብ ገለ ቲክቶክ ከማን ቆሪጾማ ኣለዉ ድፍእ በልየ ዝብል ክምብል ባብል ዕልው ባብል ኣንቲ ርግምቲ ንስኺ እታ ሓማተይ ኩንኩኒ ኣነ ነግረኪ ኣለኹ ሰለስተ እግሪ ከም ዝሓዝኪ ክድግፈኪ ደይኮንኩ ምባሴራ ከጽድፈኪ ገለ ዝብል ኣንታ ርጉም ገለ እያ ስለሳ ከኣ ሰብኣይ ጓላ ገለ ኮይና ኣሰያትኩም ኢንታ ትገለ ደስ ዝብል ናይ ነገር ነገር
ነግራ ናይ ነገር ደስ ዝለካ ከምኡ ምስኣ ብፍላይ ምስ ዕንሽኻ ጽቡቕ መጽዩ እቲ ነገር እቲ ናይ ነገር ከምኡ መጽዩ ዋላ ትዘራረባ ይስሓቕካ ኮይኑ መንጎ መንጎ ጠጦ ተብል ካሜራ ከምሰት ኣሎ
ጥቕስታት ከኣ ክትጽሕፍ ኢኻ ገለ ካብኡ እስከ ሓንቲ ክትብለልና
እዎ እቲ ጥቕስታት ነዊሕ እንድዩ ዝገለገለ እኳ ኣብዚ ሃገራዊ ኣሎ ሓቂ ካብ ይበሃል ድዩ እምበር ኣሎ ግን ምስ በልናዮ ከዓ ብካልእ ገምጢሎም እንዳበለዎ እያ እምበር ሓቅኻ ኢኻ ሕጂ ብዚታት ገለ ዝሓበር ከሎ ዝፈተንክዎ ማለት እዩ ከምኡ ከዓ ደስ ብለኒ ኣስቲ ሕጂ እቲ እዋኑ ከምዚ ትሪኦ ዘለኺ እንድዩ ኣዎ ኣዎ ታይ ደኣ እቲ ግዜ መቸም ዝኾነ ኤርትራዊ ንቢቡ ኣሎ እቲ ንባብ ዘድልዮ ነገር ኣይኮነን ተተነቢቡ ባሕሪሲ ባሕሪ ጨዋም ማይ ዝመስሎም ዓያሹ ሊቃነ ጥፍኣት መሸንቆቓ ገመድ ኣብ ክሳድና ተዘይእትና ኢሎም ይዕንድሩ እንሆ እዞም ከም ደርሆ ጸየቕቲ ምቕማጦም ዝኾኑ ሎቑመጽመጽ ደድሕሪኦም ሕቕቕ ይብሉ ኣለዉ ወደይ ኣብቲ ዓዶምሲ መንደፍ ዶ የለን እንታ ምንክል ደብሎም እዮም ምንክል ትበል ሓፍቶቦ ኮሚታት ኣሎ ኣሕዋት ኣፍሪቃውያን ምዕራባውያን ኣብ ልዕልና ውርዙይ ፖለቲካ ዘለዎም ዝመስሉ እዮም ኣሕዋት ኣፍሪቃውያን ምዕራባውያን ኣብ ልዕልና ውርዙይ ፖለቲካ ዘለዎም ዝመስለኩም የዋሃት ኣለኹም ኣይተደናግሩ ብሰላም ምሰዛብእ ዝሓድራ ባጊዕ ርኢኹም ትፈልጡ ዲኹም ሓይሊ ኣፍሪቃዊ ኣተሓሳስባስ ነዛ ቂናን ዓለም ከቕንዓ ይኽእል ነይሩ። የግዳሲ ኣፍሪቃውያን ሓይልና ካብ ምስ ሓውና ብዱላን ጎዞሞን ብጥይትን ቡምባን ክንዋዳእ ወዲእናዮ። ሕጂ ካበይ ይምጻእ ሳይንቲስን ቴክኖሎጂን ዝበሎ እዩ። ዘገርም ናይ ኣፍሪቃውያን ባህሪ ጽልምና ንዓና ንኣፍሪቃውያን እውን ካብ ሃገር ናብ ሃገር ዘገርም ምዃኑ እዩ። ከምዚታት ገለ ኣሎ ብዙሕ እዩ። ኤርትራውያን ህጻናት ሰለስተ እምነታት እመኑ ክብለኩም ኤርትራውያን? ኤርትራውያን ህጻናት ሰለስተ እምነታት እመኑ፣ ንሳተን ድማ፣ ኣብ ሃይማኖትኩም እሙናት ኩኑ፣ ኣብ ሃገራውነትኩም እሙናት ኩኑ፣ ኣብ ናይ ጽባሕ ኤርትራ ከኣ እሙናት ኩኑ እያ ትብል። ከምዚ ሰዓት ገለ ዝፈታትውን ከሎ እቲ ብዓቕምኻ ገለ ገለስ ኣይበልናዮን። መቸም ዘይኣተኻዮ ዓውዲ የለን። ኣብ ስነጥበብ ኩሉ ኣቲኻ ኢኻ።
ንፍትኖ ንፍጣን እዩ። መርሃዊ ውህሉል ዋዛታት ኣለካ ገለ እኳ ኣብ ዩቲብ ተዓዚበዮ እንዴ እስኪ ሓንቲ ክትብለና ካበይካ ክትእክቦ እቲ ሓሳባት ካበይ እዩ ዝመፀልካ?
ገርመኪ ናይዚ ዋዛታት ማእስ እንታይ ድዩ ሓቂ ዘራ ዋዛ ኮፒራይት ኣይሓተካን ፅቡቕ ነገሩ ፅቡቕ ነገሩ ሕጂ እንታይ ኣብ ገለ ትሓኪ ካብ ገለ ትእክቦ ካብ ተምፅኦ ካብ ተምፅኦ ባዕልኻ ትወሳስኸሉ ካብኡ ናብኡስ ብዙሕ ነገር እዩ ዋዛ ካብ ዋዛ ይሓቂ ዘራ ገሊኦም ሰባት እዮም ናብ ቁም ነገር ገለ ክወስድዎ ዝፍትኑ እምበር ዋዛ ንማንም ሰብ ክትንክፍ ኢልካ ትገብሮ ነገር ኣይኮነን ሓደ እንታይ ይገብር ኣብ ገዛውትና እዩ ኣዲኡ ኣሕዋቱ ዝገደፍሉ ማኪና ኣላ ፃዕዳ የዛውረን ተመርዖ ተመርዖ በጅኻ ኣጀኻ ተመርዖ ፅንሒ ምሸት ከምዝኽትንሲ ይነግሩኒ እዮም ኣብቲ ከተማ እዘን ጎራዙ ማኪና እየን ትፈትዋ ፅዒንካ ተብፅሐን ትመልሰን ደይ ትምርዖ ኣቲ ዶ ደሓን ከምርዖ ኢና በቃ ስቕ በልና እዮ ክታይ እተን ሰበይቲ ከምኡ እንዳበላ ግን ኣመል በቃ ምስ ሓዘን ቡምባ ክትመፅእ ኮላስ እታ መኪና ሓፅባ ንሓጸብኣ ከሎ ሓደ እዋን መፍትሕ ሃበኒ ኢለን ሂብወን መፍትሕ ንሓጸብኣ ሽዱሽተ ናይ እዝኒ ረኺበን ኣብቲ ኣብቲ መኪና ሰዲድ ለበት ጥቓ ናይቲ ኣውቲስታ ኣራይ እዋ ፈቒደን ኣውጺኦን እዋ ንዓስከ ክብሮም እንታይ እዚ ወደ እዚ ናይተን መሓዙትና እዩ ገ- ኣጋጣሚ ኮፍ ምስ በላሲ እዚ ሰዲድ ለይ ስሕበስ ኣብኡ ወደቕ ይወደቕ ኣብኡ እምበር እዋ ካበላ ኣብጽሓለን ኣብጽሓለን ዝወደይ እምበር ሽዱሽተ ናይ እዝንሲ እዋ ቁሩብ ሰንከ ሓስባ እንዴ ከመይ ኢሉ ዳኣ ኢዩ ናይ እዝንኺ ዳኣ ናብ ሰዲለ ከምዚ ድየን ዝብላ ኖኖ ማለትሲ ከምዚ ኢለን ነቲ ሴዳን ንድሕሪት ትገብሮ እሞ ኣብኡ ነቕነቕ ገለ ምሻሎ ኣጋጣሚታት መኪና ከኣ ነቕነቕ ስለ ትብል ኣብኡስ ይመሉቕ ኣደ በልኪ ድሃበን ድሓን ናቶ ቅንይ ኢሉ ባጽዕ ኣቐንዩ መጸልኪ። ከም ኣመለ ቡምባ መጺኣ እንዳ ሓጸባ ከሎ ከምዚ በቲ ታሕትስ ተሳሓባስ ገመድ ድመስል ተሳሓባስ ገመድ ድመስል ተራእዮስ በዚ ታሕቲ ከምዚ ጨርቂ መሳሊ ዘሎ በዚ ከኣ ፕላስቲክ ዓይነት እዚ ደኣ ማንቲግ ድዩ ማንቲግ ከይትብሎ ማንቲግ ኣይኮነን እንታይ ደኣ ኣሎ ክብሮም ንዓማ ንዓ ኢላቶ ይደ እንታይ እዚ ናብ

ኣብቲ ገዛውትና ዝውዕል ነይሩሲ ቁምጣ ስረ ገይሩ ገለ በለ ኣብይ ምስቶም ቆልዑ ኮፍ ኢሉ ውዕል ኣደ ቅዱሳን ብለን ሰበይቲ ሓንዶ ውዒልካ ገለ ማይ ገለ ዝውረድ ኣለክ እንዲ ገለ ኣይ የብልናን ዝወደይ ገለ ናይ ቅዱሳን ከም ውዒልኩም ኣይ ዝቆልዓ እስኪ ጥዒ ካብዛ ገዛውቲ ከዓ በቃ ምኑ መዓልቲ ምስዞም ቆልዑ ሓፈፍ ክብሉ ዝውዕል እንዳበለ ሓዎ ካብ ደገ መፅኡ ፀሎሎ እዩ ዝመስል ዝብለክ ዘለኹ ወዲ ባድላ ፃዕዳ ገዚኡና
ፃዕዳ ባድላ በቃ ፃዕዳ ስረ ፃዕዳ ካምቻ ገለ ጌሩስ በቲ ኣፍደጊኤን እንዳሓለፈስ ኣደይ ቅዱሳን ክትመጽእ እም ኢልወን ዋይ ንዓስ ከይ ዓንዲት ኢለን መጽየን ዓንዲት ወደይ ከጸብቐልካ ዝባለ ኦ ዳኒ ኦ ታዲያ እሞ ኩርዕርዕ ኢልካ ወዲዚ ሓጺር ስረ ጌርና ንነብር መሲልክንሽ ገለ ኢለን ዓንዲተይ በጃኻ በጃኻ ክልምነካ ግን ገጽካ ሒዝካ እቲ ባድላ ከይትሕዞ ሓደ ከኣ ቀሺ ሕብሪ ባድላ ኣይትቕየር እወ ቀሺ እዩ ኣዎ
ሩቶ ሓኺኹስ ሓሙሽተ ሽሕ በጺሑ ባእ ብቐሺ እዚኣ ኣብላ ኢሎም በቃ ወስኸላ ንግዲ ክጅምር ኣለካ ዓሰርተ ሽሕ ክትኮን ኣሎ ኣውልደን ኢሎሞ ተሰነይ ከይዱ ተሰነይ ከይዱ ሓምሳ ደሮ ሰታዮ
ሰታዮ ሓምሳ ደሮ ፅኦ ሰታዮ ከዓ ፈልፈል እየ ዝብላ ተመኪና ካብ ተሰነይ እዛ ሰታዮ ፈልፈልፈልፈልፈል ናብ ኣቑርደት ትበፅሕ ኣቑርደት ምስ በፅሐት ኣብ ቁርደት ምስቲ ንፋስ ናይታ መኪናን ምስቲ ጸሓይ ናይ ቁርደትን ዓሰርተ ሪሃይድረይት ኮይነን ሞይተን። ብፍኒስትራ ይትፈተር ነበይ ቀሺ ዓሰርተስ ሪሃይድረይት ኮይነን ሞይተን። ኣውርደ እመ ባውርድ እሞ ኣይወርድን ኣውርደ መኪና ትብገስ ፈልፍል እንዳበለስ ከዓ ዓደርደ ዓደርደኻ ምስ መፀ ምስ መፀኻ ሓሙሽተ ጸሓይ ክሸይን ምስ ወረደ ትፈጥር ነፍሲ ጸላኢ ነፍሲ የልባ ሪትራ ኣቤ ቀሺ ሓሙሽተ ከኣ ሪሃይድሬድያ እወ ኣወርዳ ዒስራ በልበል እንዳበሉ ሓጋዝ ምስ በፅሑ ኣብ ሓጋዝ ሓደ ክምሳሕ ሓደ ክቆርስ ሓደ ገለ ገለ ሓደ ገለ ገለ ገለ ሰዓትን ገለን ገይሮም ፀሓይ ናይ ሓጋዝ ከዓ ፈላጢኣ ዝፈልጣ በትሪ እያ ንሰላሳ ድን ገለ ዝኾና ምስ ሃረመተን ካብተን ሰላሳ ዓሰርተ ዓጽያን እእእእ። ቀሺ ሻሂ ሰትዩ ምስ መጸስ እዛ ኣደ ከመይ ኣላስ ኣበይ ቀሺ ዕድል ኣይገበርኩምን ሓጋዝ ከኣ ወሲዳትልኩም ክንደይ ወሲዳ ዓሰርተ ኣውርደን ኣውርደን እምበር ወይኒ ኣውርደን ኣውርደን በል በል እናበሉ ከረን ምስ መጹ ከኣ ኣብ ከረን ከኣ ኣይዛሕሊ ኣይቁሪ ጸቕጢ ገይርለን ኦ

ኣብ ገዝኦምሲ ክብ ምሉስ ኣርባዕተ እተን ኣርባዕተ ዝኣተዋ ከዓ ንገዛ እዋ ከምዚ ኢለን እግረን ተገቲሩ ከምዚ ኢለን ቀሺ ሰበይቲ ዝኾነ ዘረባ ከይትዛረብ እንዲ ሳኢ ከዓ ውልደን ተንገዘ ዝኾነ ዘረባ ከይትዛረብ ሓንሳብ ከዓ ርፍ ኢሎም ደቂሶም ኣይተድረሩ ንጎ ዝፀልኦም ጎረቤቶም ነይርዎ ኩሉ ነገር ሪኡ ስኻ ኣበይ ቀሺ ከመይ ሓድርኩም ኢሎስ ኣልሓምዱሊላህ ወዲ ከልቢ ከምዚ ኢሎም ዘለኩ ብዙሕ እቲ ዝዕለል ዕላል ኣይዋ
ሓደ እዋን ከ ኣጋጣሚስ

ብምንታይ ትበልዕ ኢኻ እዚኣ ብጠስሚ ብስምስም ዋላ ብዘይቲ ብፍሊት ግበርለይ ኢለ ሓጋፊቱ ብፍሊት ከምዚታት ኣጋጣሚ በት ዕላላት ክልሉ ከዓ ሓንቲ ከዓ እንታይ ኣጋጢማ ክልተ ማናቱ እንዲም ክልቲኦም ኣንፃር ሕጂ ነታ ዲኡምሲ ኣትኪኹማ እቲ ሓደ ሕጂ ጉራሕ ኮይኑ ንጎ ተሲኡ ነዛ ሓንቲ ጡብ ጡቡብ ጡቡብ ጡቡብ ጡቡብ ኣብላት ናይ ሰዓት ኣርባዕተ ነዛ ሓንቲ ጡቡብ በቲ ሓደ ተበለስ ዘየለ ተለ ዘየለ ቁሩብ እንዳ ጎራሑ ምስ ከዱ ሕጂ እቲ ሓደ ከማይ ቀጢን ኮይኑ ጎራሕ ከይዱ ድኳን ስሚንጭዋ ለይቲ ሰዓት ኣርባዕተ ስለ ዝጠቡ ተሓው ምሸት ብሰዓት ትሽዓተ ኣዲኦም ድቅስ ምስ በለስ ስሚጭዋ ነዚኣ ጥብ ነዚኣ ሓንትን ገይርሎም ንግሆ ትስእ ተበሉስ መልቀስ ኮይኑ እቲ ገዛ እንታይ ይብሉ እቶም ጎረባብቲ ኣታ ሓወይ መዓረ ኣታ ሓወይ ኣቦኡ ንመይቱ ከምዚ ኣሎ
ድራማ ትእምርቲ ብፅንዓት ባዕልኻ ደሪስካ ዳይሬክት እውን ባዕልኻ ኢኻ ጌርካያ እስኪ ንተዓዘብቲ ገለ ክፋል ወስ ከተብለልና ፅቡቅ እቲ ቪድዮ ክርእይዎ እሞ ፍሹን እዚኣ ትመስል ማለት ኣርባዕተ ሓሙሽተ ቋንቋታት ኣለዎ ትግረ ኣሎ ትግርኛ ኣሎ ብሌን ኣሎ ሳሆ ሳሆ የብልናን ክንገብረና እናሓሰብና ኣጋጣሚ ከምሳታ ትመስል ነዊሕ እዋን እያ ተፈነ ኣው ኣብታ ድራማ ከዓ ኣብ ቃሬዛ ተፃዒኑ ዘሎ ሰብ መቸም ኣይጠፍኣናን እዩ እስኪ ከመይ ተራእየካ እስከ ቅድሚ ኣንፃር ሓሳብ ምንቃሉ እስከ ገለ ክትብለና
እዎ ማለት ሽዑስ ቁርብ ኣካታዕ ነይራና ብዝኾነ ግን ጌርናያ እታ ነገር እዋእ በጋጣሚ ከኣ ማለት ሲ እቲ ነገራት ከይኮነ ከሎ እቲ ገልጠምጠም ቁሩብ ክጀማምር ከሎኒ ውፅዒኒያ ኣለና ሕጂ ከዓ ከምታ ፅዒኒያ ዘለና ከዓ ፅዒና ክነፋንዎ ምኳና ከዓ እቲ ከምዚ ድራማ ተዓዛባይ ዝዕዘቡ ዘሎ ዘይብኡ ግን ሓንቲ ሕክያ ክሓክየኪ እየ ሓደ ሲ ምስ ጎረባብቱ ይበኣስ እቶም ጎረባብቱ ከዓ ገለገለ ምስ በሎም እንታይ ገለ ካሰቱ ገይሮም ግጥ ኣፍንጭኡ ተሰይሩ መፅእ ሰበይቱ እንታይ ደኣ ክገብር ጎረቤት ሃሪሞ ከይትብል ትሰፍዮ ቅኒ ኢሉ ከዓ ምስ ድሕሪኡ ዘለዎ ጎረባብቲ ዝናገር ከምዚ ኢሉ ክሽንድሖም እግሩ ሸይሮም ነሸራ ትገብረሉ ኣብ ገለ ገለ ውራያት ትኸይድ ኣብ ዘየድለየ ወስ ትብል ኢዱ ጠውዮም ሕቖኡ ድስቕዎ ተኸኽ ምስ በለት ናብ ሓደ ሓኪም ከይዳ ሰብኣይሲ በቃ ሃተፍተፍ እንዳበለ በቃ እዚ እንታይ ክገብሮ ሃተፍተፍ ከዓ እንዳሃረምዎ ኮይኖም እዚስ ገለ ፈውሲ ኣብ ሕክምና ፈውሲ ናይ ሃተፍተፍ የለን። ምናልባት ግን ናብ ጠንቆል ተኺድ እስኪ ገለ ተምሃር እዙይ ግን መቸም ናብ ሓደ ጠንቋል ተኺድ ከመይ ይገብሮ ይግባ ሃተፍተፍ እዩ ዝብል ኣዝዩ ሃተፍተፍ ይብል ሰብ ከዓ እዩ ድስቆ ከም ከበሮ ናይ ካህናት ብክልቲ እዩ ዝውቃዕ ኣነ ከዓ ክሕክም ከብል ከዓ ከፊእኒ ተሸጊረ ዝገብሮ ጠፊእኒ በቃ ሃተፍተፍ እዩ ዘብሎ እዋ ቀዳሓን ናይ ዝኾነ ሃታፍ ሰብ ስእሊ ኣብ ትራኣሱ ግበርሉ ኢልዋ መቸም ናይ ሓደ ሃታፍ ጌራትሉ ንጎትስ እተብለስ ሰብኣይ ሞይቱ ጸኒሑ ኣጋጣሚ እቲ ስእሊ ናይ ዶክተር ኣብይ ኣሕመድ እያ ጌራትሉ ናብቲ ጠንቋሊ ከይዳ ሰብኣይሲ እስኻ ከምዚ ኢልካ ገለ መለ ሃተፍተፍ ዝሰግበረሉ ከኣ ሓደ ሃታፍ ናይ ኣፍሪቃ ጌረሉ ሰብኣይ ሞይቱ ናይ መን ዲኺ ጌርክሉ ናይ ዶክተር ኣብይ እሞ ስምዕኒ እቲ ሃተፍተፍ ኦቨርዶስ ኮይንዎ ቁሩብ ገለ ኢሎም ከምዚታት ከኣ ኣሎ ኦቨርዶስ ምስ ኮነ እቲ ሃተፍተፍ ከኣ የቕትለካ እዩ ማለት እዩ ከባድ
ኣብ ዝሓለፈ እዋን ኣብ ኮሜዲ ባህጊ ብዳዊት እዮብ ዝተሰርሐት ሓይልታ ከም ዝበጻሕክዎሲ ድርሰት ናትካ እዩ። ንኻልኦት እውን ሂብካ ኢኻ። ሓሳብ ዝወሃብ ንሓድሕድካ ትወሃብ ማለት እዩ። ክፍለጥ ኣለዎ ከምዚ ክፍለጥ ኣለኒ እንትብል ተኾንካ ግን እንታይ ትርጉም ኣለዎ ተመላሊእኻ ስለ ተኸድካ እዩ እቲ ዝዓበየ ነገር ናይቲ ስራሕ በር ሓደ ምፅ ምስ በለ እኮ ገለ ትምልእ ኣለዎ ሕጂ ናተይ ኣይ ዘለኹ ወጊሒ ዘለዎ ወይ ካልእ ገለ ከምኡ እንዳመላእኻ ኢኻ ትኸይድ ገለ ስምላ ኣለዋ እኮ ኢምፕሮቫይዝ ጌርካ ዲኻ ገለ ክትመላለእ ኢኻ ትኸይድ ማለት እዩ ነዚ ዝመላእ እኮ ፈለጠለይ ተልካ ስታይ እዩ ኣካል ናይ ስራሕ እዩ ኣካል ናይ ስራሕ እዩ መራ ንጎት ሲኻ እንታይ ትገብር
መጀመርያ ንጎ ምስሳ ኣይፈቱን እዩ ኣይትፈቱን እያ ኣይፈቱን እዩ ሰዓት ዓሰርተ ገለየት ዶ እንታይ ትገብር
በቲ ጎቦ ከዓ ኣለፍቲ ገዛውትና ብኡ ከዓ ንፋስ ወሲድ ብኡ ንፋስ ወሲድ መፅእ ሽዑ ንከተማ መፅእ ገለገለ ተብለና ገለ ንገብር ማለት እዩ በሰዓት ዓሰርተ ኢካ ትስብ ምጎ ምስ ኣይፈቱ ባህላዊ ድርሰታት ብፍሉይ ካብ ተድምዓሉ እዩ። ክፋል ጥበባዊ ሓደ ፍሉይ ካብ ተድምዓሉ ክፋል ስነ ጥበባዊ ስራሓትካ እዩ እሞ ኣብ ገጠር ዲኻ ዓቢኻ ብኸመይከ ብዕምቆት ክትፈልጦ ክኢልካ?
ካብ ዝገርመካ ኣነ ሚኩ ማለት እተን ካብ ሳሕል መፂና ንዓዲ ዝኸድናለን እዋናት ውሕዳት እየን ኣና ከም ዝርዳእኒ ማለት ምፅ ምስ በልናስ እቲኹም ኣቲኹም ተባሂልካ ከም ኩሉ ሰብ ማለት ተኸይድና እንዳዓረባኻ ገለ ተባሂሉ ዓመት ድየ ገለ ዓድና ንእሽተይ ኮለኹ እየ ሸዋ ድሕሪኡ ከይደ ይፈልጥ ኢና ዓድና ኣስመራ ዓደና እዩ

ኣፍልጦ ግን ብዙሕ ተንብብ ስለ ዝኾንካ እዩ ኣብ ባህሊ ሲ ብዙሕ ተንብብ ማለት ከም ታለንት ከዓ ህልወካ እምበር ገለገለ ሲኦም ሳጂ ዋና ዝፋ ነፀላኻስ ገለገለ ግን እቲ ማለት ዝትረዮ ነገር እንዲ
ብሓጎኻ መፅእ ገዛ ኣቦኻ ኮኻ መፅእ ብካልእ ተስተውዕልካ ተስተውዕልካ እዮም ግን ናብ ኣስመራ ኢና ዓብና ሓቂ ዘራ ንሕና እቲ ልቢ ዝቋፀርናሉ እዋን ሲ ኣስመራ ሓውታ ጎዳይ ገለገለ ገለ ኢና ነርና
ግን ከምኡ ታለንት ኣለካ ወይ ድሌት ኣለካ
ንኣዚኻ ትፈትዎ ዓርክኻ ነፍሰ ስነ ጥበባዊ ሃብቶም ጃምቦ ዝደረፍካሉ ንህዝቢ ከተስምዓልና ትኽእል ዶ ይከኣል ድዩ? እቲ ኣጋጣሚ ብጣዕሚ እያ ተሕዝን ኣነ ዘይኮንኩስ ኩሉ ህዝቢ ኤርትራ ዝጽበዮ ዝነበረ ስነጥበበኛ እዩ ነይሩ። ብሓደጋ እዩ ተሰዊኡ። ብጣዕሚ ሓራ ብሓደ ቦታ ኩልና እዮም ነጊሮም ማለት ጋጣሚ ከማ ንገርም እዩ ኣዝየ ሰንቢደ ሽዑ ብጣዕሚ እየ ዝፈትዎ ተዓርከይ ብጣዕሚ ሓቂ ድዩ እዚ ወረ ኣርሒቐየ ኔረ ዓርከይ ኩለንትናይ ብሰብ ተነጊረ ሕልሚ ክኾነለይ ሕልሚ እቲ ዘይድገም ሕልሚ ይኹነለይ እቲ ቃል ናይ ዓለም ሞራለይ ደገፈይ ሳምዕ ንእስነተይ ከመይከ ጨኪንካ ክትገድፈኒ በይነይ ሰሓቅካ ናብ እዝነይ ዕላልካ ናብ ልበይ ኩሉ ስኢነዮስ ተረፍኩልካ በይነይ ጸሓይ ንብርሃኑ ይኸውን ካልኣዩ ፍልልይ ክልተ ግን ንሰብ ጓኑ እዩ ከምኡየ ዘንግዔ ብርሃንካ ዘንግዔ ሕጂ ደሞ ግርም በይነይ ተገደ ሕጂ ደሞ ግርም በይነይ ተገደ ገለ እዩ ዝብል ኣጋጣሚ ከዓ እቲ ዋን ዝሓመመሉስ ኣነ ቦታይ ነይረ ክመፅእ ገለ እንዳበልኩ ከለኹ እቲ ካብ ቦታይ ሕጂ ቁሩብ ገለ ነገር ክንገብር ኔርና ግን ትረሓቕ እየ ነይሩ ስመራ ነይረ ኣነ ቦታይ ነይረ ኣጋጣሚ ዓለም ኣርኪባቶ ካብቶም ኣዝዮም ንፉዓት ገጠምቲ ኣርያም ወልደኣብ ኣብ ኣሜሪካ ኣላ ሕጂ ምስ ኣተን ዝገጥም ነበረ እዩ ምስ በዓል ሰላም ብሓፈሽኡ ንፉዕ ናይ ስነ ግጥምን ናይ ሓፂር ዛንታን ናይ ስነ ፅሑፍ ድሌት ዝነበሮ እዩ ሃፍቶም ጃምቦ ካልእ መዓልቲ ከኣ ኣብ ዓብዩ ከኣ እቲ ናቱ ስራሓት ኣሎ ገለ ገለ ምሳይ ግን ክትንክፎ ከኣ ኣይደለኹን ብዓብዩ ግን ንናቱ ዝኽራ ከኣ ክሰርሖ ተስፋ እገብር ኣጋጣሚ እዚ ከኣ ዕድል ደይረኸቡ ምስ ብርቱዕ ናይ ጥበባዊ ናፍቖቶምን ድሌቶምን ሂወት መልሲ ዘይጸጎምና ስነጥበኛታት ከኣ በብዘለናዮ ክንዝክሮም ከኣ ተስፋ እገብር ማለት እዩ።
መርሓባይ ኣብ ሂወትካ ዘይትርስዓ ዕለት ወይ ብከቢድ ትዝክራ ህሞት ኣየነይቲ መዓልቲ እያ እስከ? እዋ ኣነ እንታይ ምዃኑ ኣይፈልጥን ግን ሓደ እዋን ከይደ ነይረ ናበይ ንዓዲ ዝገር
ነዊሕ እዋን ከማን እዚ ዊልቸር ገለ ነይረ ናይ ብሓቂ ሓደጋ ንእሽተይ ኣጋጢማትኒ ነይራ ብጣዕሚ ተዝበልኩ ከ ከምዚ ኮይኑ ናብዚ ኮይኑ ገዛ ኣይፈቱን እያ ነብሰይ ካብ ምስ ሰብ ክዕልል ከማን በይነይ ክኾኑ እየ ደስ ዝብለኒ ንሳ ነይራ እታ ግዜ ቁሩብቲ ዊልቸር ኮፍ ኢልካ ገለ ትሕልፎ ገለ ገለ እዋናት ኬፍ ኣይበካን ከምዚሳት ኣጋጣሚ ነይሩ ምስ ገሮ ከምዚሳት ነይሩ
መራ ዘይትመንዎ መስተ እንታይ እዩ
ሕጂ ሓቂ ክንዛረብ ማለት እዩ ሓቂ እወ ኣብ ከምዚ ኢንተርቪው ማይ ገለ እዮም ዝብሉ ኣነ ዘይመኖ ኣነ ሓቂ መስ እብል፣ እወ። ቢራ እዩ ቢራ ኣይትመንዋን ኢኻ እወ ኣስመራ ቢራ እዩ ምንን ሓቂ ዘራ ኣስመራ ቢራ። እወ፣ ኣብዚ ኣጋጣሚ እዚ ከዓ ኣብዚ ዘለኹሉ ከዓሲ ንዕነ ኣስመራ

መራሕዋይ ኣብ መወዳእታ ስነጥበብ፣ ናብራ ከምኡውን ህሉው ኩነታት ብምትእስሳር እስኪ ገለ ክትብለና ተዓዘብትና እንታይ ተመሓላልፎ መልእኽቲ?
እወ ከም ቀደምና ኣጆኹም እንታይሞ ዘሎ ኤርትራዊ ስነጥበበኛ ብዓቕሙ ጸዕሪ ኣሎ ኣብ ፊልሚ ኣብ ደርፊ በዚ ኣጋጣሚ እዚ ከምዚ ኣብ ቅድመይ ዘሎ ኣሕዋተይ ካሜራማን ተማዊቶም ማለት ሲ ብዘይርድኣና መንገዲ ሲ ነቲ ስነ ጥበብ ወይ ከዓ ነቲ መስመር ናይ ጥበብ ንኸይብተኽ ሰብ ይፅዕር እዩ ዘሎ ኣብ ስደት ኮይኑ ንሪኦ ኣለና ናይ በዓል ጢኑ ኣብ ዩጋንዳ ኣሎ በዓል ኣሮን ዓሲር ኣብ በዓል ኣሜርካ ኮይኖም በዓል ሓጎስ ዝዝንኖ ዝገብሮ ዘሎ ብምሉእ ሰብሲ ኣብ ሓደ ዕላማ ኣሎ ኣብ በበይኑ ቦታ ኮይኑ ማለት እዩ ኣብዚ ዓድና ከዓ ብዘለካ ዓቕሚ ሓደ ካሜራ ሰብዓ ሽሕ ሂቡ ገዛ እሞ ዋጋ ገለ ኣይኮነን ክመልስ ዝደሊ ሓደስ ኣብ ጥበብ ዓሸራ ከንብር ሕጂ ተተሓሒዝና ሲ ብዘይርዳእና መንገዲ ኣብ ሓደ ዕላማ ኣለና ማለት እዩ ከምቲ ነብሴር ስነ ጥበባዊት ወይኒ ኣረጋ ሃይለ ዝበለቶ ማለት እዩ ኣይርዳእናን እምበር ነቲ ስነ ጥበብ ክንፈትዎ መዓዝና ሓድሕድናኻ ክንፋቶ መዓዝ ኢና ሓደ መዓልቲ ከኣ ኣብ ዓበይቲ መድረኻት ስነ ጥበብ ሃገርና ክዓቢ ኣብ ዓበይቲ መድረኻት ናይ ፊልምታት ወይ ከኣ ናይ ትያትራት፣ ናይ ድራማ፣ ናይ ደርፊ ኣብቲ ኣፍሪቃውያን ኣሕዋትና በጺሖሞ ዘለዎ ባይታ ክንበጽሕ ከኣ ተስፋ እገብር። በብ ዘለናዮ ከኣ ንጥበብ ዓድና ከኣ ክንጽዕር እቶም ኣብ ደገ ዘለዉ ኣሕዋት ከኣ እቶም ብፍላይ ኣብ ራፕ ዝደርፉ ኣብ ገለ እቶም ኣብ ኢንተርናሽናል መንገዲ ዘለዉ ከኣ ኣብዚ ዓዲ መጺኦም ከኣ ነቲ ሰብ ዘለዎም ዓቕሚ ከካፍሉ ከኣ በዚ ኣጋጣሚ እዚ ክላበ እፈቱ። ኣጆኹም ሓደ መዓልቲ መቸም ክንዕወት ኢና። ክንዕወት ኢና። ኣብ መወዳእታ ዘይበልካዮ ወይ ዝተረፈና እንተሎ ከኣ ዕድል ክበካ። ኣብ መወዳእታ ወይ ንኹሎም ማለት ተመስግኖ እዩ። ኣካል እንተሎ ድማ
ብኻልእ መንገዲ ድማ ንኹልኹም ስደት ተረሓሓቐና ዘሎ ኣሕዋት ሓደ መዓልቲ ኣብ ገዛና ምስ ንፈትወን ኣንስትና ምስ ንፈትወን ኣዕሩኽትኹም፣ ስድራኹም፣ ኣቦታትኩም፣ ኣዴታትኩም፣ ህይወት እቲ ኣይድገምን ድዩ? ብፍቕሪ ክንራኸብ ይንሚን ክንበሃል፣ ከነዕልል፣ ክንዋዘ ተስፋ እገብር። ዕድመን ጥዕናን ይሃብኩም ንኹልኽን ከኣ ኣብ ስደት ዘለኽን ኣደን ኣቦን ኮንክን ትኸዳ ዘለኽን ኣሕዋትና ከኣ በዚ ኣጋጣሚ እዚ ኣጆኹን ኣናብስ ክብለክን እፈቱ። የቐንየለይ Thank you ሳፊ። የቐንየለይ እምበኣርከስ ክቡራን ተኸታተልቲ ኤሪ ክላሲክ ናይ ሎሚ ዘዳለናዮ ዕላል ምስ ስነጥበባዊ መርሃዊ ተኸስተ እዚ ክትከታተልዎ ዝጸናሕኩም እዩ ነይሩ ን ስነጥበባዊ መርሃዊ ተኸስተ ሞኽባዕቲ ናትኩም ሳፖርት ኣይፈለዮ እንዳበልኩ እዚ መደብ እዚ ናብ ኩሉ ንኽበጽሕ ሼር ላይክ ሳብስክራይብ ምግባር ኣይትረስዑ ኣብ ካልእ መደብ ብኻልእ ትሕዝቶ እዩ ክኸውን ምርኻብና ክሳብ ሽዑ ኣብ ዘለኹሞ ሰላም